ገይ ክኸውን ተደልየ ገይ ክኸውን ኣለኒ። ብዙሕ ደስ የብሊ ነውራም ብዓለገ ብቻ እዩ ልብለኪ። ብዓለገ ነውራም ብዓለገ። ብዘይ ፊልተር ተሪኢናክን እዚ ትክክለኛ መልክዕክን እሱ ንሪኦ። ያው ሰላም ሰላም ዝኸበርኩም ናይ ሮማይ ፊልምስ ዩቱብ ቻነል ቤተሰብ ሮማይ ናይኹም እየ ተመሊሰ። መጽየ ኔርኩ ዮው ጋይስ ቅድሚ ላብ ቪድዮና ምእታይና ሎማዓንቲ ኣብ ናብ ዝሓለፈ ቪድዮ ዝኾነ ተናገርኩ ነይሩ ገዝሚ እንድሕር ልዩሉሲ ጥዑይ ገዝሚ እንድሕር ልዩኒ ግዘ መይኒ ምርዖይ ገለ ኢለ ዝኾነ ዝቐልድ ኮ ቀልድ ነይሩ እና ሓደ ሓደ ሰባት ደስ ይበለኩም እዩ ብዛ ዘረባ እዚኣ ካብኣቶም ሓደ ኮመንት ከበልኩም ሰብ መጻምዲ ዘምጽእ ክፍሊ ኣካሉ ክትኾኖ እምበር ብገዝሚ ጓል ሰብ ኣይግዛእን ንገዝሚ ኢልካ ትምርዖ እንተ ኮንካ ዘይምምርዓው ይሕሸካ ብሓቂ ደረጃ ተኸይድና ኣነ ንቀልዲ ኢለ እምበይ ንገዝሚ ኢልካ ትኣትዩ መርዓ የለይ ንገዝሚ ኢልካ ትገድፎ መርዓ የለይ ፍቕሪ እዩ ዝዋና ፍቕሪ ኢለ ራኸበካ ፍቕሪ ናብ ሓዳር ለእትካ እና ኣብ ዝሓለፈ ቪድዮ ከም ካሊእ ዝተርጎምኩሞ ከም ካሊእ ተተረዲእኩም ይቅርታ ኢለ ክጅምር ይደሊ እና ጋይስ ናይ ሎማዓንቲ ቪድዮና ሓደ ነገር ክነገረኩም ይደሊ እሱ ለለ ብሙሉኣትኩም ጀሚርኩም ኣሎ ኣለኹም እዛ ቪድዮ እስካዕ መጨረሻ ክትሪእዋ ብክብሪ ይጥይቅ ሕዚ ናብ ቪድዮ ብዘይ ፊልተር ምፂ እስከ ብምስልኺ ምፂ ብዘይ ፊልተር መምፃእ ከተፍርሓክን መዓት እያ ገለገለ ትብሉና ሰባት እንታይ ንምርካብ እዩ ብዘይ ፊልተር ርኢኹምና ንዓና ገለስ እንታይ ንምርካብ እዩ ብዘይ ፊልተር ተሪእናክን እዚ ትክክለኛ መልክዕኽን እሱ ንሪኦ ዝዋና መልክዕ ፊልተር እኮ ካልእ ገጽ ኮይኑ ፅብቅ ኢልና ነጠብጣብ የብልና ኣብ ገፅና ሕርፋፍ የብልና ፈፀጋ ብከምኡ ክትሪኡና ከለኹም ዘይትሕገሱ ብዘይ ፊልተር ምፅገለ ትብሉና እንታይ እዩ እንታይ እዩ ከመይ ጌርካ ግን ኖርማል ዘይንመጽእ ድዩ መሲልኩም እንታይ ትምርዓውና ዶ ነይርኩም ኢኹም ኩልኹም መቸም ሓደ ሰብ እዩ ክምርዓወና ኩልኹም ኣይትምርዓውናን ንመጽእ ብዘይ ፊልተር ደኣ መዓዝ ተጸበዩኒ ሕጂ መጻእኹም መዓዝ
መቸም ሕቡሽ ሰብ ጽልም መደውደው ፈሕሸውሸው ብለይ ፊልተር መጻኒ ሓፍትና ትሪእዋ ኣለኹም ብለይ ፊልተር ዘሎ መልክዕ እዚ ይመስል ኣንቲ ወል ነበረ ካሊእ ገጽ ሕዚ ካሊእ ሰብ ንፋለጥ ኣለና ካሊእ ሰያ እዚኣ ትብል ከሎ ኢና ትንሽ ቀመፂና ኣለና እቲ ናይ ብሓቂ ገፅ እዚ እዩ በቃ ኩለና ዋለ ኮሚና ንመስል እታ ብቲክቶክ ብሪቅሪቅ ትብል ጓል ብለይ ፊልተር ስለ ልመፃኺ መርኣያ ክትኾኒ ኢኺ ኢልና ንካልኦት ተስፋ ንገብር ካልኦት ኣሕዋትና ልለ ካብዛ ሓፍትኽን እዚኣ ተማሂርኽን ብለይ ፊልተር ምፃ

ስማዕ ግን ብራዘር ኩላ እንዲያ ነናታ ሒዛኒ ኣብዚ ሰዓት እዚ እስኻ ናትኻ ትብል ክሳብ ትሕዝ ካብ ከምዚ ሓውና ዝገጢምዎ ዘሎ ነገር ተጠንቀቕ ስምዖ እዚ ሓውና ዝተምሃር ካብዚ ከላ
ምምላስ ተኣያትካ በሉካ በሉካ እሺ ስልኪ ደዊል ከላ ምልኣት ኣያትካ ከዓነ በሉካ ቆጺርካ ሓደ ሓሙሽተ ደቂቃ ደንጉያ ተመጽያ በሉ እካ ሲጀመር ከም ዝዘረት ጓል ኣይትድለየካ ኣላ ኢካ በሉ ኩለን በሉ እከን በሉ እካ በሉ እካ ኢልካ ይሄው በይነ ኣቕሪካ እዚኣ ኣይትኾነካን እዚኣ ኣይትኾነካን እዚኣ ኣይትኾነካን እዚኣ ኣይትኾነካን እሺ ከመይ ዘረት ጓል ኣይትኾነካን ዓርቅኻ መኽደን ይስማ

ኣታ ነብሪ ዶ ኣንበሳ ኢልካ ዝሸጥካለይ ሰብኣይ ማለት እዩ ኦ ናይ ሕሞራ ዓሳ ይሓዝካ ንምንታይ ኣይኮነን ዶ ኣንጭዋ ክሕዝ ንባዕል እንጭዋ ተሪኡ ናብ ዝኣተወ ይጨንቆ ግን ከምኡ ተሸዊድኻ ኣይግበርን ኣይዞኻ ዝሓወይ ተኸናኸኖ ብደንቢ ጌርካ ድሙኻ ምስ ዓበየ ክቕየር ይኾን ይፍለጥ እዩ ቆልዓ ስለለሎ ከይኾን ናይ ሒሞራሕ ዓሶ ይሓዝካ
ኣብ ሓደ ናይ ስጋ ፋብሪካ ትሰርሕ ሰበይቲ ኣብ ኣጋ ቅዳሴ ናይቲ ትካል ዝዓበየ ፍሪጅ ቸክ ክትገብር ትኣቱ እሞ ብድሕሪኣ ማዕጾ ይዕጸዋ። ብውሽጢ ክትከፍቶ ስለ ዘይትኽእል ብደገ ዝኸፍታ ሰብ ክሳብ ዝመጻ እናተማህለለት እናበኸየትን ክትጽበ ጀመረት። ካልኢታት ሓሊፉ ደቓይቕ ኣርኪቡ ብድሕሪኡ እውን ናብ ሰዓት ገጻ ክትጋማገም ምስ ቀረበት እቲ ማዕጾ ብደገ ክኽፈት ድምጺ ሰምዐት። ምስ ተኸፍተ ከኣ ካብ ትጽቢታ ወጻኢ እቲ ናይቲ ትካል ዋርድያ ኮይኑ ጸንሐ። ብታሕጓስ ነቲ ዘጋጠማ ተኣምራት ተመስግን ጀመረት፣ ካብኡ ብምቕጻል ከኣ ከመይ ጌርካ ደኣ ኣብዚ ከም ዘለኹ ቸጊርካኒ ወይስ ምሸት ምሸት ኢኻ ትቆጻጸሮ ምስ በለቶ እቲ ሰብኣይ ከኣ ን ኣይፋለይን ኣነስ ኣይቆጻጸሮን እየ እንተኾነ ግን ሎምመዓልቲ ንስኺ ሓንቲ ካብቶም ኣዝዮም ውሑዳት ክኣትዉን ክወጹን ብግቡእ ሰላም ዝብሉኒ ሰባት ኢኺ። ካልኦት ዝተረፉ መብዛሕትኦም ሰራሕተኛታት ናይዚ ትካል ህላውነተይ እውን ብዙሕ ኣይርድኦም። ስለዚ ሎማዓልቲ ርግጸኛ እየ ነይረ ንግሆ ሰላም ከመይ ሓዲርካ ኢልክኒ ከም ዝኣተኺ ግን ከኣ ከምዘይ ወጻኺ ቸክ ምስ ገበርኩ ነገር ናይ ደሓን ኣይኮነን ኢለ ከኣ ክከታተል ኢለ ናብዚ መጺኤ። ክብል መለሰላ። እታ ንእሽተይ ነገር ንዓና ዝገበርናዮ ኮይና ከማን ደይትስምዓና ኣብ ልዕሊ ካልኦት ሰባት ዓባይ ነገር ኮይና ክትርከብ ስለትክእል ዝገጥመና ውን ስለ ደይንፈልጥ ትሕት እንተበልና ኣምላክ ዝፈትዎ ነገር እዩ እሞ ትሕት ንበል። በስመኣም በስመኣም ብጣዕሚ ልገርም ታሪኽ ማርያምን ኩሉ ግዜ ጽቡቅ ክንገብር ተለና ይእከብ እዩ ማርያምን ጽቡቅ ነገር ጌርካ ኣሽዑ እቲ ጽቡቅ ነገር ይምለሰልካ እዩ ይእከብ ዶ ሓደ መዓልቲ ግን ናዚ ኩሉ ዋጋኻ ትኽፈል ማለት እዩ ይገርም እዩ ሓና ለለህዝታይ ንገብር ኒኢና ማለት እዩ ዝኾነ ነገር ኣስራሕና ድዩ ኣብ ገለና ድዩ ነግንዮ ሰብ ሰላም ትሕትና ሰላም ሃመይ ሃመይ ድሓና ዶ ምባል ተብዝሑ ማለት እዩ ጋይስ ኣጆኹም ብርትዕ በሉ እንታይ ኢኻ ትኸውን ዘለኻ እታ ወለዶ እንታይ ኢኻ ትኸውን ናይ መን ኢኻ ክሽጥካ የለም ተሊስ የዘንብልኪ ወ ኣዘንቢሉ ሸለው የብልኪ ናብ ገሊኡ እሾኽ ዘለዎ ህጉም እንታይ እዩ ጋይስ እንታይ እዩ መልእኽቱ እንታይ እዩ ህዚ ማለት ብትክክል ተኸድና ሲ ኣይርድኦን ለይ ታይያ ትገብር ሓፍትና ትሪእዎ ኣለኹም እዩ ግን ከቢድ እዩ ከቢድ እዩ ብጣዕሚ ከለዉ ህቡብ
የጥሕኪ ድሓርካ ስምዕስኪ መድሂን ኣለም ተሊስ የዘንብልኪ እዚ ቢልክስ ናብ ካሜራ ሃምዝውትፍ ኢልክ ገለስ

ቅድሚ ምጽራፍኩም ነቲ ሓፍትና እዚኣ ምንም ለጽርፍ ነገር ይገደት እዩ ቀዳማይ ነገር ግን ቅድሚ ሕማቅ ነገር ምንጋርኩም ልዚኣ ድላ ይኹም በልዋ እዛ ጤል እዚኣ ማለት እዩ ፈዘው ይኾነይ ሃምቦ ፍልል ደርፊ ለያ ተናዕቆ ሐዚ ክንደ ማኸ ክንደ ዓመት ኸም ሐዚ ስራሓዲ ሐዚ ስራሓዲ ዓመት ኸ ኦኬ ብጣዕሚ ምስነዋሕኻ ኣብቲ ኣብ ከባቢኻ ለለዎ ሕብረተሰብ እንታይ ይብሉኻ ነይሮም እስኪ እዋ ያባሳጭን እዮም ነው መጀመሪያ እዋ ሃመ ቁመት ሃምዚ እዩ ሃምዚ እዩ ሃምዚ እዩ ብድኾድኽዋይ ይሓሙኒ እዮም ዝነበሩ
ሕሜታ ሕሜታ እሺ ኣብታ ቢንቶ ኮፍ ኢሎም ኣብታ ሻይ ቤት ኮፍ ኢሎም ሕሜታ መዓት ይነበሩ ዋጋ ድሓር ግን ሽዶ ገሎ እዩ ምንም ስለ ዘይመስለኒ የራሱ የራሱ ነው ብለ ድሓስቡ ኦኬ
ማለት ሃሜታ እንታይ ይብልኻ ነውሕ በቃ ዳም ሓደ ሰብኣይ ኣይዕዘር ብሎም ኣይዕዘር ይዕዘር ከረን ማለት ተለው እወ
እሺ ካልእ ከ ካልእ ፓለለ ይብሉ እዮም ሰማይ ጠቀስ ሰማይ ጠቀስ ደበና ደበና
እሺ ብጣዕሚ ነው ካብ ምዃን ካዳግንካዮ ስማት ማለት እዮም እዚኦም ማለት ሕዚ ኣብ ትምህርቲ ቤት ኣብ ሓደ ሓደ ነገር። እና ጋይስ ሰምረኩሞ እዚ ሓውና ማለት ልኮነ ነገር ብዛዓ ሰብ ክንጭነቅ ተጀሚርና ኣብዛ ዓለም እዚ ሂወት ኣይንነብር እዩ ብስሩ ሰብ ብጣዕሚ ኢለ ቸገረካ ልኮነ ናብነት እዚስ ነዊሕ እዚ ሓውና እዚ ነዊሕ ስለ ልኮነ እዮም ጸርፎ ኣለው ሓጺር ተትኮን ነይሩ ደለ ጸርፈይ መቀረ እየ ስለዚ ብዛዓ ሰብ ምጭናቅ ናብ ቃሪጽና ሲ ሂወትና ተንነብር እዩ ልሕሽ እሺ ጋይስ እዚ ለርእኩም ቪድዮ ተረጋጊዕኩም ረእይዎ ሓደ ሓውና ኢሉ ነገር ኣሎ ስምዑ ወስሉ ኣናጂ ናተይ ናጽነት ክወሃበኒ ክኽእል ኣለዎ ኣብ ኤርትራ። እሺ ገይ ክኸውን ተደልየ ገይ ክኸውን ኣለኒ። ታይ በደይ ክኣምን ተደልየ ብኣድ በደይ ክኣምን ክኸውን በደይ ክኣምን ክኽእል ኣለኒ። ተረዲእኻኒ? መዓኮረይ ተደልየ መዓኮረይ ናጽነት ክበኒ ኣለዎ እዚ መንግስቲ። ብላሽ ፍሉ ብላሽ ብላሽ ኣታ ኣታ ሉሎ እኮ ጨኒቆ

ተገምጠሉ። ገይ ክኸውን ተደልየ ገይ ክኸውን ኣለኒ። ዓገብ በሉ። የው ጋይስ ናይ ሎምዓንቲ ቪድዮና ነዚ ይመስል ነይሩ ኔክስት ብካሊእ ለዘናግዕ ለሐጉስ ለሐር ቪድዮች ከዓ ንጋና ሃ መችኹም